ክቡራት ተኸታተልትና ዕለታዊ ዜናታት ስፖርት ቀሪብናልኩም ኣለና እሞ ክትከታተሉና ብኽብሪ ዕድመኩም ዓዲ እንግሊዝ ናብ ዙር ዓሰርተ ሽዱሽተ ሓሊፋ። ትማሊ ኣብ ዝተኻየደ ግጥም ምድብ ኣርባዕተ፣ ሃገራዊት ጋንታ ዓዲ እንግሊዝ ንቸክ ሪፓፕሊክ ሓደ ብባዶ ረቲዓታ። ኣዲ እንግሊዝ ጎብለል ናይቲ ምድብ ምዃና ከምኡ'ውን ዙር ዓሰርተ ሽዱሽተ ኣብ ዌምብሊ ክትጻወት ውሕስነት ኣረጋጊጻ። ራሂም ስተርሊንግ መበል ካልኣይቲ ሸቶኡ ኣብ ዩሮ ክልተ ሽሕን ዕስራን ከምኡ'ውን እታ እንኮ ሸቶ ናይቲ ግጥም ከም ዘመዝገበ ይፍለጥ። ጃክ ግሪሊሽ፣ ባካዮኮ ሳካ ከምኡ'ውን ነቲ ካብ መጉዳእቲ ዝተመልሰ ምሉእ ቴስዓ ደቒቕ ዝተጻወተ ሃሪ ማጓየር ኣብዚ ግጥም ጽቡቕ ምንቅስቓስ ከም ዘርኣዩ ይፍለጥ። ሃገራዊት ጋንታ ቸክ ሪፓብሊክ ብቐጥታ ናብ ዝመጽእ መድረኽ ናይቲ ውድድር ክትሓልፍ ዕድል እኳ እንተነበራ፣ እንተኾነ ግን ድሕሪ ዓወት ሃገራዊት ጋንታ ክሮኤሽያ ኣብ ልዕሊ ስኮትላንድ ሰለስተ ብ ሓደ፣ እዛ ሃገራዊት ጋንታ ናብ ሳልሳይ ደረጃ ናይቲ ምድብ ክትወርድ ተራእያ። ስተርሊንግ ንሰለሳ ኣናብስ ኣብዚ ናይ መወዳእታ ናይ ምድብ ጸወታ ንሃገሩ ናብቲ ዝመጽእ መድረኽ ከሰጋግራ ክኢሉ። ተጻወቲ ሳውዝጌት ዝመጽእ ሰሉስ ምስታ ኣብ ምድብ ሽዱሽተ መበል ካልኣይ ደረጃ ዝሓዘት ሃገራዊት ጋንታ እዚ ድማ ፈረንሳ፣ ፖርቱጋል፣ ጀርመን ወይ ድማ ሃንጋሪ ክገጥም ከምዝኾነ እዩ ዝፍለጥ። ክሮኤሽያ ንስኮትላንድ ኣፋንያታ። ሃገራዊት ጋንታ ክሮኤሽያ ድሕሪ'ቲ ኣብ ግላስጎው ስኮትላንድ ዝተኻየደ ግጥም ንሃገራዊት ጋንታ ስኮትላንድ ሰለስተ ብ ሓደ ብምርትዓ ናብ ግጥም ኣውዲቕካ ምሕላፍ ቦትኣ ክተውሕስ ክኢላ። ተጻወትቲ ዝላትኮ ዳሊች ብሸቶ ኒኮላ ቭላቪች ይመርሑ እኳ እንተነበሩ፣ እንተኾነ ግን ቅድሚ ዕረፍቲ ናይቲ ጸወታ ከይተዛዘመ፣ ተጻዋታይ ስኮትላንድ ካልም ሚክግሮገር ንሃገሩ እታ ፋልመይቲ ሸቶኣ ኣብዚ ውድድር ከመዝግብ ክኢሉ። እዛ ሸቶ እዚኣ ካብ ዩሮ ሽሕን ትሽዓተ ሚእትን ተስዓን ሽዱሽተን ኣትሒዙ ንሃገር ስኮትላንድ እታ ፋልመይቲ ሸቶኣ ከምዝኾነት እዩ ዝፍለጥ። ይኹን እምበር፣ ድሕሪ'ቲ ወትሩ ብሉጽ ዝኾነ ሉኳ ሞድሪች ዘመዝገባ ብልጽቲ ሸቶ ከምኡ'ውን እቲ ኣብ ዓበይቲ ውድድራት ናይ ሃገሩ ብዝሒ ሸቶታት ክብረ ወሰን ሒዙ ዘሎ ኤቫን ፐርሲች ኣብ መወዳእታ ዘመዝገባ ሸቶ፣ ክሮኤሽያውያን ብሉጽነቶም ከርእዩ ክኢሎም እዮም። ክሮኤሽያ ንምድብ ኣርባዕተ ካልኣይ ደረጃ ሒዛ ብምዝዛማ ኣብ ዙር ዓሰርተ ሽዱሽተ ነታ ኣብ ምድብ ሓሙሽተ ካልኣይ ደረጃ ዝሓዘት፣ እዚ ድማ ሽወደን፣ ስሎቫክያ፣ ስጳኛ ወይ ድማ ፖላንድ ክትገጥም እያ። በንጻሩ ድማ ስኮትላንድ ኣብ ውሽጢ ዕስራን ሰለስተን ዓመታት ዝተሰለፈትሉ ናይ መጀመርያ ዩሮ ጉዕዞኣ ኣብ ናይ ምድብ መድረኽ ከምዝተዛዘመ እዩ ዝፍለጥ። ኣብ ናይ ሎሚ ግጥማት ምስ ንርኢ ምድብ ሓሙሽተ እስጳኛ ኣንጻር ስሎቫክያ ሰዓት ሸውዓተ ድሕሪ ቐትሪ ከምኡ'ውን ኣብ ተመሳሳሊ ግዜ ሽወደን ኣንጻር ፖላንድ ሰዓት ሸውዓተ ድሕሪ ቐትሪ ግጥማተን ከካይዳ እየን። መደብ ሽዱሽተ ምስ እንርኢ ድማ ፖርቱጋል ኣንጻር ፈረንሳ ሰዓት ዓሰርተ ድሕሪ ቐትሪ ከምኡ'ውን ኣብ ተመሳሳሊ ግዜ ጀርመን ኣንጻር ሃንጋሪ ሰዓት ዓሰርተ ድሕሪ ቐትሪ ግጥማተን ከካይዳ እየን። ሕጂ ድማ ናብ ሓጸርቲ ዜናታት ምስግጋር ተጻወትቲ ክነብለኩም። ቻልሃነግሉ ብዘገርም ካብ ኤስ ሚላን ናብ ኢንተር ሚላን ተሰጋጊሩ። ሃካን ቻልሃነግሉ ብዘገርም ነፃ መስርሕ ምስግጋር ካብ ኤስ ሚላን ናብታ ተዓዋቲት ሰሪኣ ኢንተር ሚላን ምስጋሩ ዛዚሙ። እዚ ቱርካዊ ብድሕሪ ምስ ኤስ ሚላን ውዕሉ ምሕዳስ ዘይምስምምዑ ምስ መቐናቕንቲ ነበር ክለቡ ኢንተር ሚላን ንሰለስተ ዓመት ውዕል ከምዝፈረመ ተገሊጹ። ቻልሃኖግሉ ኣብ ሳን ሲሮ ኣርባዕተ ዓመት ከም ዘሕለፈ ይፍለጥ። ኣብ ኩሉ ውድድራት ዘካየደን ሚእትን ሰብዓን ክልተን ግጥማት፣ ሰላሳን ክልተን ሸቶታት ከምኡ'ውን ኣርባዓን ክልተን ንሸቶ ዝበቕዓ ኳዓሳሱ ከም ዘቐበለ እዩ ዝፍለጥ። ብሶኑይ ድሕሪ ሃገሩ ካብ ውድድራት ዩሮ ምስንባታ ምስ ኢንተር ኣብ ስምምዕ ከም ዝበጽሐ ገሊጹ ነይሩ እዩ። ብሰሉስ ድማ ኢንተር ምምጻእ ቻልሃኖግሉ ኣብ ወግዓዊ መርበብ ሓበሬታኣ ከም ዘረጋገጸት ይፍለጥ። ማን ሲቲ ንምስግጋር ኬን ሚእቲ ሚልዮን ፓውንድ ትቕርብ። ማንቸስተር ሲቲ ኣብ ልዕሊ ሃሪ ኬን ዘለዋ ተገዳስነት ክብ ክተብል ትዳሎ ከም ዘላ ተገሊጹ። እዛ ተዓዋቲት ፕሪምየር ሊግ ነዚ ኣጥቃዒ ቶተንሃም ወግዓዊ ናይ ምስግጋር ሕቶ ክተቕርብ ትጽቢት ተገይሩ ከምዘሎ እዩ ዝግለጽ። ብመሰረት ሓበሬታ ጎል ሲቲ ክሳብ ሕጂ ወግዓዊ ሕቶ ከምዘየቕረበት እዩ ዝፍለጥ። እንተኾነ ግን እዚ ወዲ ዕስራን ሸውዓተን ዓመት ኣብዚ ክረምቲ ቀንዲ ታርጌት ሲቲ ከምዝኾነ ይፍለጥ። ፔፕ ጓርድዮላ ነዚ እንግሊዛዊ ናብታ ተዓዋቲት ፕሪምየር ሊግ ከምኡ'ውን ናብ ፍጻሜ ቻምፕየንስ ሊግ ዝበጽሐት ጋንትኡ ከሰጋግሮ ድሌት ከምዘለዎ እዩ ዝፍለጥ። ኣትለቲኮ ኣብ ልዕሊ ኮኸብ ተጻዋታይ ናፖሊ ተገዳስነት ተርኢ ብመሰረት ሓበሬታ ሞንዶ ዲፖርቲቮ ኣትለቲኮ ማድሪድ ኣብ ልዕሊ ኣጥቃዓይ ናፖሊ ሎረንዘ ኢንሲኒ ተገዳስነት ኣሕዲረ ከምዝላ ተገሊጹ ዲያጎ ሲሞኒ ብድሕሪ ንኣገልግሎት ሮድሪጎ ዲፖል ካብ ኦዲነዘ ምውሓሱ ኣቓልቦኡ ናብዚ ወዲ ሰላሳ ዓመት ተጻዋታይ ገበረ። ውዕሉ ምስ ክለቡ ከብቅዕ ሓደ ዓመት ተሪፎ ዘሎ ኢንሲኒ፣ ኣብ ዝሓለፈ ዓመት ስፖርት ምስ ናፖሊ ኣብ ዘካየደን ሰላሳን ሓሙሽተን ናይ ሰሪኣ-ኣ ግጥማት ዓሰርተ ትሽዓተ ሸቶታት ከም ዘመዝገበ ይዝከር። ካብ ዜናታት ኣትለቲኮ ከይወጻና እንከለና ብመሰረት ሓበሬታ ማርካ ኣትለቲኮ ማድሪድ ንምፍራም ተኸላኻላይ ኣርሰናል ሄክቶር በለሪን ኣብ ቅድድም ተጸሚዳ ከምዘላ ተገሊጹ። ክለባት ባርሰሎናን ፒኤስጂን ስመን ብተደጋጋሚ ምስ ዝውዕሉ ኣብ ፍላይ ኢማራትስ ከብቅዕ ክልተ ዓመት ተሪፎ ዘሎ ወዲ ዕስራን ሽዱሽተን ዓመት ተጻዋታይ ክጽዋዕ ከምዝጸንሐ'ዩ ዝፍለጥ። ኣትለቲኮ ንምፍራም በለሪን ነዘን ክለባት ክትበልጸን ተስፋ ገይራ ከምዘላ'ዩ ዝንገር። ዲያጎ ሲሞኒ መጻኢ ናይ የማን ተኸላኻላይ ኪረን ትሪፐር ኣብ ምልክት ሕቶ ብምህላዉ ነዚ ስጳኛዊ ከም መተካእትኡ ከምጽኦ ድሌት ከምዘለዎ'ዩ ዝግመት። ሮማ ንምፍራም ቤሎቲ ቀጠልያ መብራህቲ ትወሃብ። ብመሰረት ሓበሬታ ካልቺዮ ማርካቶ ሮማ ንኣጥቃዒ ቶሪኖ ኣንድሪያ ቤሎቲ ብ34 ሚልዮን ዩሮ ክተፈርሞ ቀጠልያ መብራህቲ ከም ዝተዋህበት እዩ ተገሊጹ። እዚ ወዲ 27 ዓመት ኣብዚ ክረምቲ ሓደ ካብቶም ኣገደስቲ ታርጌት ሓድሽ ኣሰልጣኒ ጆዜ መሪኖ ከምዝኾነ ይፍለጥ። ሮማ ቅድሚ ምጅማር ዓመተ ስፖርት ክልተ ሽሕን ዕስራን ሓደን ክልተ ሽሕን ዕስራን ክልተን ነዚ ኢጣልያዊ ክትውድኣሉ ተስፋ ገይራ ከምዘላ ይግለጽ። ውዕሉ ምስ ክለቡ ቶሪኖ ከብቅዕ ሓደ ዓመት ተሪፎ ዘሎ ቤሎቲ፣ ኣብ ዝሓለፈ ዓመት ስፖርት ኣብ ሰሪኣ ዘካየደን ሰላሳን ሓሙሽተን ግጥማት ዓሰርተ ሰለስተ ሸቶታት ከምዘመዝገበ ይፍለጥ። ኣርሰናል ንራምስ ክትመልስ ድሌት የብላን። ብመሰረት ሓበሬታ ካልቺዮ ማርካቶ ኣርሰናል ንደሞዝ ራምስ ክትከፍል ድሌት ከም ዘይብላ ተገሊጹ። ምስ ተገዳስነት ክለብ ዌስትሃም ከምኡ'ውን ክሪስታል ፓላስ ኣብ ልዕሊ እዚ ወዲ ሰላሳ ዓመት ዌልሳዊ ጁቬንቱስ ኣብዚ ክረምቲ ንኣከፋፋሊኣ ናብ ፕሪምየር ሊግ ክትመልሶ ትሓስብ ከምዘላ እዩ ዝግለጽ። ካብ ዜናታት ኣርሰናል ከይወጸና፣ ብመሰረት ሓበሬታ ፉትቦል ኢንሳይደር፣ ኣርሰናል ንተኸላኸላይ ብራይተን በን ዋይት እንተድኣ ፈሪማቶ፣ ንተጻዋታይኣ ዊልያም ሳሊባ ብመልክዕ ልቓሕ ናብ ኒውካስል ክትሰዶ ከምዝኾነት ይግለጽ። ብዘይካ'ዚ'ውን ዘጋነርስ ንተጻዋታይኣ ጆው ዊሎክ ብቀዋሚ ናብ ኒውካስል ከተፋንዎ ድሌት ከምዘለዋ'ዩ ዝግለጽ። እምበኣርከስ ክቡራት ተኸታተልትና ንሎሚ ቀሪብናዮ ዝነበርና ዕለታዊ ዜናታት ስፖርት ነዚ ይመስል። ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ ሰሰናዩ።